ሰላም ከመይ ትፀንሑ ተኸታተልትን ፈተውትን ሕርያኖስ ኒውስ ዜናታት ዘለቲ ሒዝና ኣቕሪብና ኣለና ቻናልና ላይክ ሸር ሳብስክራይብ ብምግባር ፈለማ ሕርዮም ይግበሩ ናብቶም ንሎምዕለ ዝሓዝናዮም እዋናዊ ሓበሬታታት ክንሰግር

ተሰኪሞም ኣብ ኣዛትዮም ተኣኪቦም ኣብ ኣዝዮም ኣገደስትን ህፁፅ ጉዳያት ትግራይ ክዝትዩ ድማ ትፅቢት ዝግበር እዩ። ሰሙናዊ መልእኽቲ ዘሕለፈ ህዝባዊ ወያነ ሓርነት ትግራይ ጉዳይ ህዝቢ ትግራይ ኣብ ትግራይ ብህዝቢ ትግራይ ጥራሕ ዝውሰን ምዃኑ ዕላዊ ገይሩ ንምሸቱ ኣቢሉ ሰሙናዊ መልእኽቲ ዝሃበ ህወሓት መንግስቲ ኢትዮጵያ ንሕቶ ህልውና ህዝቢ ትግራይ ፀማም እዝኒ ብምሃብ እቲ ቅድሚ ዓመታት ዝኣወጆ ጆኖሳይድ ኣጠናኺሩ ኣብ ምቕፃል ከም ዝርከብ ነዚ ዝፍፅም ዘሎ ጆኖሳይ ንምሽፋን ድማ ንምድንጋር እውን ህዝቢ ትግራይ ኣብዚ ሕዚ እዋን ካብ ኩሉ ፀፍሕታት መሓውራት መንግስቲ ኢትዮጵያ ሙሉእ ብሙሉእ ተገሊሉ ኣብ ዘለሉ እዋን ብዝተጣየሸ ትካላት ኣቢሉ ካብ ተሳትፎን ኣፍልጦን ህዝቢ ትግራይ ወፃኢን ሕገ መንግስቲ ሉዓላውነት መሰላት ህዝቢ ትግራይ ዝግህሰሉ ውሳነታት የሕልፍ ከም ዘሎ እዩ ኣፍሊጡ ዘሎ። እዘን ትካላት መንግስቲ ኢትዮጵያ ነቲ ንብሄራዊ ህልውንኡ ሰብኣውን ዴሞክራሲያውን መሰላቱ ከቢድ መስዋእቲ ዝኸፍልን ዝኸፍልን ዘሎ ዝኸፈለን ክፍለን ዘሎ ህዝቢ ትግራይ ብተልእኾ ከመሓድርኦ ክውስናሉ ይፍትና ከም ዘለዋን እዞም ብዘይተሳትፍዎ ህዝቢ ኣብ ልዕሊኡ ክፀዓኑ ዝደልዩ ዘለዉ ኣጀንዳታት ድማ ሎሚ ኮነ ፅባሕ ተቐባልነት ይኹን ትርጉም ክህልዎ ከም ዘይኽእል ግን ድማ በብእዋኑ ብመንግስቲ ኢትዮጵያ ናብ እናተቐነሰሉ ዝወሃቡ ዘሎ ኣጀንዳታት ካብቲ ቀንዲ ውራይ ብምውፃእ ድማ እቲ ኣናእሽቲ ጉዳያት ንክፅመድ ዝገብሩ ሽርሕታት ምዃኖም ድማ ኣፍሊጡ። መቐፀልታ ንምርኣያ ንእዚ ተግባር ድማ ትካላት መንግስቲ ኢትዮጵያ ኮሚሽን ምኽክር ብዝብል ዝተጣየሸ ትካል ኣብዚ ሰሙን ዘካየዶ መድረኽ ዘልዕለ ህወሓት እዚ ካብ ትማሊ ክሳብ ሎሚ ኣንፃር ረብሓን ህልውናን ህዝቢ ትግራይ ዝተሰለፈ ዕሱባት ተጋሩ ብምጥርቃም ድማ ንገለ ድማ ብእዋናዊ ረብሓ ንምትላል ዝተኻየደ መድረኽ ክሳብ ክንደይ ናይ ትካላት መንግስቲ ኢትዮጵያ ብሕገ ስርዓት ዘይምራሓን መግለልቲ ነቲ ጆኖሳይድ ምዃንን ዘቃልዕ ተግባር እዩ ክብል ድማ እቲ ኣብዚ ሰሙን እዚ ብኮሚሽን መፅናዕቲ ጆኖሳይድ እቲ ብምክክር ኮሚሽን ዝተዳለወ መድረኽ ድማ ኮኒኑ። እቲ ኮሚሽን ኣብዞም ጆኖሳይዳዊ ስርዓት መንግስቲ ኢትዮጵያ ንምክልኻል ዘይመንነቱ ንምልባት ዘካየዱ መድረኻት ትግራይ ዘይተሳተፍሉ ዘይተሳተፈሉ ምክንያት ካብ ግዜያዊ ምሕዳር ውድባት ፖለቲ ካብ ሲቪል ሞያን ማሕበራት ግልፂ መልሲ ተዋሂብዎ ዝነበረ እኳ ተኾነ ህዝቢ ትግራይ ኣብዚ እዋን ኣብ ናይ ህልውና ሓደጋ ከም ዝርከብ ሕገ መንግስቲ ሉዓላዊ ብሓይሊ ተወሪሩ ብመንነቱ ይቕፀልን ይቕተልን ይሳቕን ከም ዘሎ ህዝቢ ተመዛቢሉን ተሰዲዱን መዓልታዊ ብጥሜትን ሕማምን ይሃልቕ ከም ዘሎን ዘይህቡ ትኹረት ትግራይ እውን ኣብዞም ገና ግዜ ዘይህቡ ፍትሒ ዝጠልቡ ጉዳያት ከም ዝኾነ ድማ ኣፍሊጡ ዘሎ መላእ ህዝቢ ሕዚ እውን ዕላማ እዞም ብመንግስቲ ኢትዮጵያ ዝተጣየሹ ትካላት ልኡኻት ኮይኖም ዘገልግሉ ዘለዉ ውሑዳትን ንዕሱባትን ንዝበሎም ካብ ቀንዲ ዋኒን ንምውፃእ ምዃኑ እቲ ብምግንዛብ ንውሕስና ህልውና ሉዓላውነት ካብ ዝኾነ ይኹን እዋን ንላዕሊ ተወዲብካ ክትቃለስ ክብል ድማ ህወሓት መልእኽቲ ኣመሓላሊፉ ዘሎ ወታደራት ኤርትራ ኣብ ወልቃይት ከም ዝተርኣዩ ተፈሊጡ። ወታደራት ሳብላት ኤርትራ ኣብ ወልቃይት ብሰፊሑ ይንቀሳቐሱ ከም ዘለውን ወርሓዊ መጽሔት ሪፖርተር እንግሊዝኛ ኣብዚ ወርሒዚ ሕታሙ ዘፍለጠ እንትኸውን ከም ዝዝከር እውን ቅድሚ ሒደት ሰሙናት ኣቢሉ እውን ቅድሚ ሒደት ሰሙናት ኣቢሉ እውን ሓደ ጋዜጠኛ ሪፖርተር ኣብ ከተማ ሑመራ ንመዓልትታት ተኣሲሩ ድሕሪ ምጽናሓ እውን ከም ዝተፈትሐ ድሕሪ ምፍታሕቲ ጋዜጠኛ ግን ዝተዘርግሐ ጸብጻብ ወተሃደራዊ ኣባላት ኤርትራ ኣብ ዝተፈላለዩ ቦታታት ኣብ ዞባ ወልቃይት ብዝተፈላለዩ መንገዲ ይንቀሳቐሱ ኣለዉ ክብል እዩ ዕላዊ ገይሩ ወታደራት ሻዕብያ ኣብ ዝተፈላለዩ መንገዲ ምንቅስቓስ እንታይ ይገብሩ ከም ዘለዉ ብንፁር እኳ ተዘይተገልፀ እንተኾነ ግን ቅድሚ ሓደ ወርሒ ዝተሓተመ ጸብጻብ እውን ወታደራት ኤርትራ ዩኒፎርም ሓይልታት ምክልኻል ኢትዮጵያ ተኸዲኖም ኣብዚ ከባቢ ይንቀሳቐሱ ኣለዉ ክብል እዩ ኣፍሊጡ ዘሎ ኣብ መንጎ ህወሓትን ሰራዊት ኤርትራን ዘሎ ርክባት ኮነ ኣብ መንጎ ትግራይን ኤርትራን ዘሎ ርክባት ኮነ ብሽም ፅምዶ ዝብል ርክብ ዝግበር ምንቅስቓስ ሰራዊት ኤርትራ ናብ ማእኸል ትግራይ ብምእታው ድማ ዝተፈላለዩ ምንቅስቓስ ይገብር ኣሎ ዝብል መደምደምታ እውን ሒዙ ቀፂሉ። ሸውዓተ ተጻወትቲ ሃገራዊ ጋንታ ኤርትራ ኣብ መጻረዪ ዋንጫ ኣፍሪቃ ክልተ ሽሕን ዓሰርተ ትሽዓተን ድሕሪ ምሕላፎም ድማ ኣብ ደቡብ ኣፍሪቃ ኣድሃዮም ጠፊኡ ኣሎ። እዚ ንብዙሓት ዘደነቐ ምንቅስቓስ እዞም ሸውዓተ ተጻወትቲ ሃገራት ጋንታ ኤርትራ ናብ ሃገሮም ምምላስ ኣብዮም ኣብ ደቡብ ኣፍሪቃ ተኸሊሎም ድሕሪ ምጽናሕ'ውን፣ ታሪኻዊ መፃረዪ ዋንጫ ኣፍሪቃ ክልተ ሽሕን ዓሰርተ ትሽዓተን፣ ታሪኻዊ መፃረዪ ዋንጫ ኣፍሪቃ ኣፍሊጡ። እዚ ፍፃም ኤርትራ ድሕሪ ዓሰርተ ትሽዓተ ዓመታት ንፈለማ እዋን መፃረዪ ዋንጫ ኣፍሪቃ ድሕሪ ምርግጋፅ ንድምር ኤስዋቲኒ ብ ኣርባዕተ ኣርባዕተ ብ ሓደ ብምዕዋት ድማ ዘጋጠመ እዩ። ብመሰረት ጸብጻባት ካብቶም ንጸዋታ ናብ ዶብ ኣፍሪቃ ዝተጓዓዙ ዓሰርተ ተጻወትቲ ውሽጢ ሃገር እቶም ሰለስተ ጥራሕ ድማ ናብ ኤርትራ ዝተመለሱ እንትኾኑ ናብ ዓዶም ዝተመልሱ ተጻወትቲ ናብ ዓዶም ዝተመልሱ ናብ ኤርትራ ዝተመልሱ ናብ ዓዶም ዝተመልሱ ተጻወትቲ ዘለዉ እኳ ተኾኑ ናሆምን ታደሰን ሮቤልን ዓብዱን ዘለዉ እንትኾኑ እቶም ዝተረፉ ሸውዓተ ተጻወትቲ ግን ኣብ ደቡብ ኣፍሪካ ተዓጽዮም ኣለዉ። እዚ ፍጻመ እዚ ኤርትራውያን እስፖርተኛታት ንውልቃውን ፖለቲካውን ምኽንያት ብምጥቃስ ኣህጉራዊ ውድድራት ናብ ወጻእ ሃገራት ክገሹ ከለዉ ዕቑባ ዝሓትሉ ባህሊ ሓድሽ ሓደጋ እውን ፈጢሩ ኣሎ። ኤርትራ ናብ ምድባት ምሕላፋ ንልምዓት ኩዕሾ እግሪ እታ ሃገር ዓብዪ ዓወት እኳ ተባሂሉ ክነኣድ እንከሎ፣ ሃንደበታዊ ምጥፋእ ተጻወትቲ ግን ነቲ ጋንታ ድማ ዓብዪ ዕንቅፋት ኮይኑ ቀጺሉ። ተኸታተልትን ፈተውትን ቻናልና ንሎሚ ዕለት ዝሓዝናዮም እዋናዊ ሓበሬታታት እዞም ክሳብ ሕዚ ክትከታተልዎም ዝጸናሕኹም ይመስሉ ነይሮም። ተመሊስና ኣብ ካልኦት እዋናዊ ዛዕባታት ክንራኸብ ኢና። ቻናልና ላይክ፣ ሼር፣ ሳብስክራይብ ብምግባር ፈላማይ ሕርኦም ይግበሩ።